ዳይ ኦሎምፒክ ፓሪስ 2024 ቤልጅማዊ ተቐዳዳሚ ብሽክለታ ሬምኮ ኦቬኖፔል ኣንጸባረቕ ዓወት ኣመዝጊቡ ተዓዋት ጻዕዳ ማልያ ዙር ፈረንሳ 2024 ተዓወት ወርቂ መዳልያ ኣብ ክሮኖሜተር ኦሎምፒክ 2024 ዝኾነ ሬምኮ ኦቬኖፔል እነሆሎ ምካየድ ኣብ ዝውዓለ 272.1 ኪሎ ሜተር ንዕኡን ንሃገሩን ካልኣይ ወርቂ ክዚሙ ኣንጸባራቕን ፍሉይ ዓወትን ኣመዝጊቡ ኣብዚ ሎሚ ክካየድ ዝውዓለ ከቢድ ውድድር ካልኣይን ሳልሳይን ፈረንሳውያን ቫለንቲን ማዶስ፣ ክሪስትዮፍ ላፖርት ዕውታት ብምዃን ኣብ ሃገሮም ክልተ መዳልያ ትሪፎም ኣለዉ። ዕውት ቀጠልያ ማልያ ዙር ፈረንሳ 2024 ጅግና ቢንያም ግርማይ መበል 49 ደረጃ ብምሓዝ ውድድሩ ብሰላም ዛዚሙ ኣሎ። እንኳዕ ብሰላም ኣፈጸመካ ፈጣሪ ቢኒ ጅግና። ቢንያም ግርማይ ዕለት 6 ወርሒ 8 2024 ናብ ሃገርና ኤርትራ ክኣትው ትጽቢት ይግበር። ህዝብን መንግስትን ድማ ብኣዝዩ ክብ ዝበለ ናይ ጅግና ኣቀባብላ ክገበረሉ ሙሉእ ምድላዋት ተወዲኡ ከም ዘሎ ግዝያዊት ኮሚተ ሓቢራ። 25 መስከረም 2007 ኣብ ዱባይ ዝተወልደት ኤርትራዊት ክርስቲና ሪቸ ኣብ ኦሎምፒክ ፓሪስ ሽማ ብማዕከናት ዜና ዓለም ደሚቑ ኣሎ። እዛ ከም ሓዊ ቃል ቃል ዝብል ፍቕሪ ኤርትራውነት ዘለዋ ክርስቲና ንሳን ቤተሰባን ነቲ ብኢማራት ዓረብ ተደጋጋሚ ናይ ዜግነት ገንዘብን ነጺጋያ ንወላዲት ሃገራ መሪጻ ግምጃ ክትሽልማን ከተጸውዓን ኣብ ዕሸል ዕድሜኣ ትቃለስ ዘላ ናይ 50 ሜትሮ ነጻ ምሕንባስ ምጽራይ ውድድር ኣብ 10 ግሩፕ ተኻፋፊለን ዘካየድኦ ዘለዋ ደቂ ኣንስትዮ እታ ብዕድመ ዝነኣሰት ጓል 16 ዓመት ኤርትራዊት ክርስቲና 27 ነጥቢ 20 ካብ ግሩፖ ካልኣይቲ ኮይና ዛዚማ ኣላ። እታ ቀዳመይቲ ካብዚ ግሩፕ 27 ነጥቢ 19 ኣትያ። ጓል 30 ዓመት ሽወደናዊት ሳራ ጆስትሪም ተዓዋቲት ወርቂ ማዳልያ ብ ናይ ሚእቲ ሜትሮ ነዚ ናይ ሓምሳ ሜትሮ እውን ኣብ መጻረዪ ብ 24 ፈጺማ ኣላ። ኤርትራዊት ክርስትና ምስ ብዕድሜኤን ብተመኩርኤን ዓበይቲ ገጢማያ ኣንጸባራቒ መከተ ተካይድ ዘላ ብዙሓት ጋዜጠኛታት ማዕክናት ዜና ዓለም ስፖርትን ክርስቲና እንተጽዒራ ኣብ ዝመጽእ ዓመታት ከም ትብሕቶ ይዛረብ ኣለዉ። ዓወት ንኤርትራዊት ክርስቲና ሪቸ። ለንደናዊት ክለብ ፉልሃም ንመስርሕ ምስስጋር ተጻዋታይ ኤሚል ስሚዝሮ ምሉእ ብምሉእ ምዝዛማ ወግዓዊ ጌራ። ወዲ 24 ዓመት ስሚዝሮ ኣብ ኣርሰናል ኣብ ኣካዳሚ ጀሚሩን ን14 ዓመታት ዝጸንሖ ጻንሖት ኣብ ኣርሰናል ዛዚሙ ካብ ኣርሰናል ተፋንዩ ዘሎ ኮይኑ እዚ ፉልሃም ንኤሚዝ ስሚዝሮው ከፊላቶ ዘላ 34 ሚልዮን ፓውንድ ክፍሊት ኣብ ታሪኽ ኣካዳሚ ኣርሰናል ካብ ዝፈረዩ ተጻወትን ስሚዝሮው ዝኸበረ ዝተሸጠ ተጻወታይ እዛ ክለብ ክገብሮ ክኢሉ ይርከብ። ኣርሰናል ድሮ ካብ ፉልሃም 27 ሚልዮን ፓውንድ ብቐጥታ ተቐቢላ ዘላ ኮይና ዝተረፈ 7 ሚልዮን ድማ ብመልክዕ ዝተፈላለየ ምቕሽሽ ክትቅበሎ እያ። ፉልሃም ሶኒ ምስ ሰቪያ ምሕዝነታዊ ጸወታ ሰሪዓ ከም ዘላ ዝፍለጥ ኮይኑ ስሚዝሮው ኣብ ጸወታ ጻዕዳ ማልያ ፉልሃም ለቢሱ ቀዳማይ ጸወትኡ ዘካይደላ ጸወታ ክትከውን ዝለዓለ ተኽእሎ ኣለዋ። ኣርሰናል ምስ ፉላም ኣብ ምዝራብ ምስጋር ኣብ ዝነበራሉ ኣርሰናል ካብ ናይ ቅድም መዳለው ልምዳት ምስ ሚዝሮ ምእላያ ዝከር ኮይኑ ካብ 222 ክሳብ እዛ ዝተዛዘመት ዓመተ ስፖርት 25 ፀወታታት ፕሪምየር ሊግ ጥራዩ ኣካይዱ ናብ ፖርቱጋል ኣስኪራ መዳለዊ ልምምዳት ተካይድ ዘላ ክለብ ፉልሃም ክፅምበር እዩ ኣሰልጣኒ ክለብ ኣርሰናል ሚካኤል ኣርቴታ ብዛዕባ ምኻድ ስሚዝሮ ኣብ ዝተሓተተሉ ኤሚል ብምኻዱ ሕማቕ ተሰሚዕኒ ክብል እዩ መልሲ ሂቡ ኣርቴታ ቀጺሉ ዳግማ ይጻወተሉ ዕድል ብምርካቡ ተሓጒሰ እየ ኣብዚ ሓድሽ ህይወቱ ዓወት ይምነየሉ። ኤሚል ምስ ቀዳሞት ዓሰርተ ሓደ ክወርድ ዝግብኦ ብቕዓት እዩ ዘለዎ። ኣረኣእዩ፣ ኣተሓሳስብኡ፣ ናይ ኩዕሶ ፍልጠቱ ወርልድ ክላስ እዩ። ክለብና ኣብ ዝደለየቶ እውን ብቕዓቱ ከይበቐቐ ሓጊዝና እዩ። ንጋንታና ኣብ ዝደኸመ ብቕዓታ ብዙሕ ዝሓገዘና ተጻዋታይ ከም ምዃኑ መጠን ኣብ ዝለዓለ ደረጃ ብቕዓቱ ክምለስ ዘኽእሎ ዕድል ብምርካቡ ሕጉሳት ኢና ክብል ምፍናዉ ስሚዝሩዝ ዝፈጠረሉ ስምዒት ገሊጹ። ዳይሬክተር ባርሳ ጆኣን ላፖርተ ክለቦም ንኒኮ ዊልያም ከተፈርሞ ከም ዘይኮነት ገሊጹ። ዝሓለፈ መዓልታት ባርሳ ንኣትለቲኮ ቢልባኦ ኣብ ውዕል ኒኮ ዊልያም ዝተቐመጠ 58 ሚልዮን ዩሮ ንምኽፋል ትንቀሳቐስ ምህላዋ ዝሕብር ሰፊሕ ዜናታት ኣርእስቲ ማዕከናት ዜና ስፖርት ኮይኑ ምንባሩ ዝዝከር ኮይኑ ብመሰረት ማዕክን ዜና ካታሎንያ ባርሳ ንዊልያምስ ከተፈርም ዘኽእላ ባጀት ከም ዘለዋ ገሊጸን ነይረን እየን። ዳይሬክተር ባርሳ ላፖርተ ነዚ ዜናታት ኣብ ሜድያ ቀሪቡ ኣሉታዊ መልሲ ሂብሉ ኣሎ። ንሱ ንዊልያምስ ከፈርሙ ድላዮም ምዃኑን እዚ ኣብ ማዕክናት ዜና ንክለቦም ዊልያምስን ኣመልኪቱ ዝውጽእ ዘሎ ዜናታት ምንጪ ከም ዘይብሉ እዩ ገሊጹ። ንማህረምቲ ለንዮርን ራሽፎርድን ዝርከቦም ተጻወትቲ ኣስዒቡ እንግሊዛዊ ክለብ ማን ዩናይትድ ክልተ ምስጋራት ተጻወትቲ ከተቀላጥፍ ትሰርሕ ኣላ። ለንዮሮ ኣንጻር ኣርሰናል ኣብ ዝተኻየደ ምሕዝነታዊ ጸወታ ንሰለስተ ወርሒ ካብ ጸወታ ዝኣልዮ ማህረምቲ ከም ዘጋጠሞ ዝዝከር ኮይኑ ንዕኡ ስዒቡ ኣጥቃዒ ራስመስ ሆይሉንድ ንሽዱሽተ ሳምንታት ዘርሕቆ ማህረምቲ ከጋጥሞ ከሎ ክሳብ መኣስ ካብ ጸወታ ይርሕቅ ዘይተገለጸሎም ራሽፎርድን ኣንቶንን እውን ድሒሮም ናብ ዝርዝር ህሩማት እዛ ክለብ ኣርኪቦም ዘለዉ ተጻወትቲ ማን ዩናይትድ እዮም። ብመሰረት ጋዜጣ ቴሌግራፍ ማን ዩናይትድ ንሃጓፍ መስመር መጥቃዕትን ንምጽጋን ንኣጥቃዒ ብሬትፎርድ ኢቫን ቶኒ ንምፍራም ዘኽእላ ኣማራጺታት ትዕዘብ ኣላ። ክለብ ብሬትፎርድ ንቶኒ ኣብዛ ክራማት ክትሸጦ ወሲና ዝነበረት ኮይና ንቦትኡ ዝትክእ ዝዓደገቶ ኣጥቃዒ ኢጎር ቲያጎ ብማህረምቲ ካብ ጸወታ ርሒቑ ብምህላዉ እዚ ናይ ቴሌግራፍ ዜና ነዛ ክለብ ዘየሐጎሰ እዩ። ራስመስ ሆይለንድ ክሳብ ተሓሳስ ካብ ጸወታ ክርሕቕ ምዃኑ ተረጋጊጹ ኮይኑ ንማህረንት ራሽፎርድ መልኪቱ ካብ ማን ዩናይትድ ዝወጸ ዜና የለን። እዛ ክለባት ከዓ ንምዕዳግ ዳግማይ ናብ ዕዳጋ ተጻወቲ ምላሳ ከም ዘይተርፋ ካብዛ ክለብ ዝወጹ ዜናታት ይሕብሩ። ብዘይካዚ ማን ዩናይትድ ንካምቦዋላን ራፋኤል ረቫራንን ካብ መሳርዕ ኣፋንያ ዘላ ኮይና ቪክቶር ሊንደኖፍ እውን ንክልቲኦም ስዒቡ ካብዛ ጋንታ ምውጽኡ ዘይተርፎ ተጻዋታይ ብምዃኑ እዛ ጋንታ ንምስጋር ሆላንዳዊ ተኸላኻሊ ማቲያስ ደሌክት ካብ ሙኒክ ንምቅልጣፍ ትሰርሕ ኣላ። ብቪንሰንት ካምፓን ትእለ ዘላ ሙኒክ ንማትያስ ደሌከት ከተፋንዎ ወዲኣ ዘላን ካብ ሸያጥቲ ተጻዋታይ ጽሩይ 40 ሚልዮን ዩሮ ኣታዊ ትጽበ ኣላ። ስጳኛዊት ክለብ ባርሴሎና ንኣትለቲኮ ማድሪድ ኣብ መሳርዓ ንዝርከብ ፈረንሳዊ ተኸላኻሊ ክለመንት ለንጀንት ክትዕድገላ ዘቕረበትላ ጠለብ ብኣትለቲኮ ማድሪድ ተነጺጉ። ኣትለቲኮ ማድሪድ ንለንጀንት ንምዕዳግ ድሌት ከም ዘለዋ ዝፍለጥ ኮይኑ፣ እንተኾነ እዚ ተጻዋታይ ወርሓዊ ዝኽፈሎ ሸሞንተ ሚልዮን ዩሮ ኣትለቲኮ ማድሪድ ክትከፍሎ ከም ዘይትኽእል እያ ንባርሳ ኣፍሊጣታ ዘላ። እዚ ከምዚ ኢሉ ከሎ ቦርድ ክለብ ባርሳ ሌንጀንት ካብ ክለቦም ከፋንዎ ኣብ ዝብሉ ዘለዉ ግዜ ኣሰልጣን ሃንስ ፍሊክ እዚ ፈረንሳዊ ተጻዋታይ ኣብ ቅድመ መዳለዊ ጾታታት ዘሪኦ ዘሎ ብቕዓት ተመሲጡ ምህላዉ ተገሊጹ። ብዘይካ ኣትለቲኮ ማድሪድ ሪያል ሶሴዳድ እውን ኣብ ሌንጀንት ተገዳስነት ዘለዋ ክለብ እያ። እዛ ኣብ ዞባ ባስክ ትርከብ ክለብ ንሌንጀንት መተካእታ ናይቲ ኣብ ዩሮ 2024 ብሉጽ ብቕዓት ድሕሪ ምርኣዩ ናብ ኣትለቲኮ ማድሪድ ዝተሰጋገረ ተኸላኻሊኣ ሮቢን ሊ ኖርማድ ሓጺኣቶ ትርከብ። ትማሊ ንምስግጋር ኮነር ካላገር ናብ ኣትለቲኮ ማድሪድ ኣብ ስምምዕ በጺሓ ዘላን ውሳነ ዝተጻወታይ ትጽበ ዘላን ለንደናዊት ክለብ ቸልሲ ንካላገር ኣብ መቐየሪ ክፍሊ ቸልሲ ዝኾነ ቦታ ክትህቦ ዘይምዃና ኣፍሊጣቶ። ወዲ 24 ዓመት ካላገር ናይ ዩሮ 2024 ዕርፍቱ ዛዚሙ ሶኒ ናብ ቸልሲ ዝጥርነፍ ኮይኑ እዛ ክለብ ግን ናብታ ክለብ ኣብ ዝመጸኹ ንዕኡ ዝኾነ መቀየሪ ክፍሊ ከም ዘይተዳልወሉ ኣፍሊጣቶ ትርከብ። ቸልሲ ንካላገር ናብ ኣትለቲኮ ማድሪድ ብምሻጥ ካብ ሽያጡ 36 ሚልዮን ፓውንድ ኣታዊ ክትረክብ ኣብ ስምምዕ በጺሓ ዘላ ኮይና ካላገር ዝኾነ ውሳኔ ሃበን ዘሎ ኣቐዲማ ቸልሲ ንካላገር ክልተ ግዜ ናይ ሰለስተ ዓመት ውዕል ቀሪባትሉ ምንባራን እዚ ውዕል በዚ ተጻዋታይ ምንጻጉን ዝዝከር ኮይኑ ዝሓለፈ ወርሒ ኣብ ኣስቶን ቪላ ንምሻጡ ምስታ ክለብ ዝበጽሓቶ ምርዳእ እቲ ተጻዋታይ ኣብ ክለብ ቸልሲ ክጸንሕ ብምውሳኑ ከም ዝፈረሰን ዝዝከር ኮይኑ ድሒራ ቸልሲ ዘቕረበትሉ ሓድሽ ኮንትራት ድሕሪ ምንጻጉ ንቸልሲ ኩነታት ተጻዋታይ ኣቖጢዑዋ ይርከብ። ቸልሲ ካብ ሌስተር ሲቲ ኣፈሪማቶ ዘላ ኬቨን ዱስበሪ ሃል ካብ ካላገር ብሓደ ዓመት ዝዓቢ ምዃኑ ቸልሲ ነቲ ተጻዋታይ ናብ ሽዱሽተ ዓመት ውዕል ምፍራማን ዝፍለጥ ኮይኑ ካላገር ቸልሲ ዘቐረበትሉ ሰለስተ ዓመት ውዕል ኣቖጢዑዋ ከም ዝነጸጎ ምስ ካላገር ቅርበት ዘለዎም ወገናት ይገልጹ። እንግሊዛዊት ክለብ ኒውካስትል ንተኸላኻሊ ክሪስታል ፓላስ ማርክ ጉሄሂ ንምፍራም ምስ መዘና ኣብ ፓላስ ዝርርብ ጀሚራ ወዲ 24 ዓመት ማርክ ጉሄሂ ኣብ ፓላስ ብዘርኣዮ ብቕዓት ፃውዒት ኣግራሂት ጋንታ እንግሊዝ ረኺቡ ቀዋሚ ቦታ ሒዙ ክፃወት ምፅንሑ ዝፍለጥ ኮይኑ ኒውካስትል ዳዕረዋይ መስመር ንምድልዳል ነዚ እንግሊዛዊ ተኸላኻሊ ካብ ፓላስ ንምፍራም ዝርርብ ጀሚራ ኣላ ጉሄሂ ምስ ፓላስ ዝሓለፈ ዓመተ ስፖርት 25 ፀወታታት ፕሪምየር ሊግ ብምካየዱ ዝዝከር ኮይኑ 12 ፀወታታት ብናይ ብርኪ ማህረንቲ ክበኩር ክኢሉ ነይሩ። ማርክ ጉሂ ካብ ማህረንቲ ድሕሪ ምሕዋዩ ኣብ ዩሮ 2024 ምስ ጆን ስቶንስ ተጣሚሩ ብሉፅ መስመር ምክልኻል ክሃንፅ ምኽኣሉ ይዝከር። ብዘይካዚ ኒውካስል ምስ ሊቨርፑል ኣብ ምስጋር ጃኦ ጎመትስ ትገብሮ ዘላ ዝርርብ ብፅቡቕ ይካየድ ከም ዘሎ ምስታ ጋንታ ቅርበት ዘለዎም ወገናት ገሊፆም። ስጳኛዊት ክለብ ባርሳ ምስ ኣጥቃዒ ሌፒዚግ ዳኒ ኦልሞ ኣብ ውልቃዊ ስምምዕ በጺሓትሉ ኣብ ዘላ እዋን፣ ሰበስልጣን ላይፕዚግ ዳግማይ ናብዛ ካታሎናዊት ክለብ መጠንቀቕታ ልኢኮም። ኣብ ኒኮ ዊላሚት ዝጸንሓ ትጽቢት ጸንቂቓ ዘላ ባርሳ፣ ነዚ ወዲ ዕስራን ሽዱሽተን ዓመት ዕባይ ኣካዳሚኣ ላማሲያ ዝኾነ ኦልሞ ንምፍራም ምስ ተጻዋታይ ኣብ ስምምዕ ድሕሪ ምብጻሓ'ዩ መጠንቀቕታ ዳይረክተር ላይፕዚግ ስዒብዋ። ዳይረክተር ስፖርት ክለብ ላይፕዚግ ሮቨን ስኮርደር፣ ድሕሪ'ዚ ፍጻሜ ምስ ክለብ ኣብ ስምምዕ ተዘይበጽሐን እዚ ተጻዋታይ ምስ ክለቡ ይቕጽል፣ ክሳብ ኣብ ስምምዕ ዘይበጽሓ ድማ ዝኾነ ዝካየድ መስርሕ የለን ክብል ንባርሳ ኣጠንቂቑ። ባርሳ ናብ ላይፕዚግ ዘቕረበቶ ክልተ ጠለብ በዛ ጀርመናዊት ክለብ ክልተ ግዜ ምንጻጉ ይፍለጥ። ክቡራት ተኸታተልትና ሕጂ ሒዝናዮ ዝቐረብና መደብ እዚዩ ነይሩ። ዝቕጽል ሓድሽ ዜና ስፖርት ኣብ ሰዓቱ ክበጽሓኩም ድማ ሼር፣ ላይክ፣ ሳብስክራይብ ኣይትረስዑ እንዳበልና ብምክትታልኩም ኣዚና ነመስግን።